ደብዳብ ድሮን ተፈፂሙሉ ኣብ ከባብታት ራያን እንዳባጉናን ደብዳባት ድሮን ከም ዝፈፀመ ተገሊፁ። ሸፋቱ ባሕሪ ባንዴራ ኤርትራ ንዘንበልበለት መርከብ ነዳዲ ጨውያ። እዛ። መርከብ ናይ ኤርትራ ተጨውያ ዝብል ሓበሬታ ሰሚዕና። ብዙሕ ብዙሓት ኤርትራውያን ከማን ብጣዕሚ ብዘሕዝን መልክዑ። እዚ ይመስል ያሬድ ገብረስላሴ ደቂ ዓበቲ ደቂ ወዲ ኮኔሬል ገብረስላሴ እዩ። ሰላም ጥዕና ይሃበለይ ኣብ ዝተፈላለየ ኩርናዓት ዓለም ኩንኩም ነዚ ቪድዮ እዚ ትከታተሉ ዘለኹም ሎሚ እውን ከምቲ ልሙድ ኣብ ማህበራዊ ሚድያታት ኣዝዮም ኣዝዮም ኣዘራር ዝበሃሉ ዛዕባታት ይዘልኩም መፅየ ኣለኹ እስከ ቪድዮ መጨረሻ ሓቢርኩም ንፀንሑ ብኽብሪ ይዕዱ እምበኣርክስ ነዚ ገዛ እዚ ሓደሽቲ እዩ ዝኾንኩም ሳብስክራይብ ምግባር ቤተሰብ ይኹኑ ከምኡ እውን ነዚ ቪድዮ እዚ ላይክ ምግባር ጀምሩ ሰናይ ፃንሒት

በቃ ናፍቲ ከም ዘሰገ እንድሕር ብዛ ብፅርግያ ዝመፀሉ

ምስ ኤርትራስ ምስ መንግስቲ ርክብ መንግስቲ ኢትዮጵያ ዝፈልጦ ግልፂ ርክብ ጀሚሮም ዝነበሩ ሰባት ሓቂ ዝፈልጥዎ ሰባት ነዛ ህዚ ኣብ ዛላምበሳ ኣብ ግዛዕ ትግበር ናይ ህዝቢ እንኳዕ ተራኸብና ሰላም ዶ ክመፀና ይኾን በቃ ድሕሪ ሕዚ ናብ ኩናት ከይንኣቲ ናይ ፖለቲካ ሓይልታትና ንምከር ኢሉ እቲ ህዝቢ ተዛትዩ ስቆ እዩ ዝብል ዘሎ ንሕና ሰላም ኢና ንደሊ ኣሕዋት ኢና ከምቲ ናይ ቀደምና ኣብ ሓዘንን ኣብ ደስታን ብሓደ ክንውዕል ክንዋሰብ ክንራኸብ ኢና ንደሊ ኢኮኖሚያዊ ምትእስሳር እዩ ዘድልየና ማሕበራዊ ምትእስሳር እዩ ዘድልየና ምድግጋፍ እዩ ዘድልየና። ናይቲ ሓደ ጥፍኣት ናተይ ጥፍኣት እዩ ምብህሃል እዩ ዘድልየና። ምትሕዝዛን እዩ ዘድልየና። ዝጠፍአ ጉዳይ ቅድሚ ሕዚ ዝተፈጸሙ በደላት እውን ምክሕሓስ እዩ ዘድልየና ዝብል ዘሎ ህዝቢ ምቁንጻብ እዩ። እቲ ብጣዕሚ ካብ ተጋሩ ዝመጽእ ዘሎ ነገር እዩ ኣነ ብጣዕሚ ዝስታይ ዝብለኒ ንሱ እዩ ዝቁርቁረካ ዋ ግን እዞም ህዝብታት እዚኣቶም እንተደልዮም ግን ህዝቢ ትግራይን ህዝቢ ኤርትራን ንሕናሲ ኣይንፈላለን ኢሎም እንድሕር ወሲኖም ግን ዝኾነ ሓይሊ ደው ከብሎም ይኽእል ዝኾነ ሓይሊ ደው ከብሎም ይኽእል እዞም ህዝብታት እዚኣቶም ሓቢሮም እዚኦም ህዝብታት እዚኣቶም ናብ ሕውነትና ኢና ንመልስ ኢሎም ሲ ነዚኣ ተዓቅፍ ከተዓናቕፍ ብዙሕ ሰብ ክፅዕር ይኽእል እዩ ግን ጉልበት ዘለዎ ይመስለኒ ሕወሓት ይኹን ግዜያዊ ምሕዳር ይኹን ሰራዊት ትግራይ እውን ተዘይደልያ እውን እኮ ነዚኣስ ክዕንቅፋ ተዝደሊ እውን ባዕሉ ይዝጠፍእ ከመይ መን ማለት ሲ ድሕር ስርዓት ብዘለዎ መንገዲ እቲ ህዝቢ እዚ ጉዳይ እዚ እንድሕር ደልይዎ ሲ ንሕና እኮ ናይቲ ኣብቲ ውሽጢ ህዝቢ ንነብር ባእታታት ኢና እምበር ህዝቢ እኮ ኣይኮናን ባዕልና ህዝቢ እኮ ክነ- ህዝቢ እኮ እዩ ዝውክለና ንሕና እኮ ናይ ህዝቢ ድሌት ኢና ንውክል እምበር ናይ ባዕልና ድሌት ክንፅዕኖ ን- ኣይንኽእልን እኮ እዚ እቲ ህዝቢ እንተደልይዎ እቲ ሕውነት እንተደልይዎ ሰላም እንተደልዩ ያው እቲ ህዝቢ ክገብሮ ኣለዎ ክቕፅል ኣለዎ ካሊእ ሸርሕታት ካሊእ ግዛዓት ከይህልዎ ኢሉ ዝሓስብ እንተሃልዩ ግን ድሓን ንሱ እንዶ ናብ ሰላም ይምፃእ እዚስ ብቐሊሉስ ምርግጋፅ ይከኣል እዩ እቲ ናይ ህዝቢ ትግራይ ፀገም እንዶ ንሱ ንባዕሉ ይፍታሕ እዩ መጀመርያ ብዛዕባ ካሊእ እዚ ኮነ ከምዚ ተሓሰበ ከምዚ ተገበረ ምክንያቱ ብኣንቶም ከም ሓቢሮም ስለ ዝነበሩ ንጥፍኣት ሓቢሮም ስለ ዝነበሩስ ካሊእ እውን ንጥፍኣት ይሓብር ኢሎም ድዮም ዝሓስቡ ዘለው ንሕና ኣይኮናን ኢና ንብል ዘለና ኣይኮነን ናይ ህዝብታት ምርኻብ እዩ ናይ ህዝብታት ምርዳእ እዩ እቲ ህዝቢ ቂም ክነብር ስለ ዘይደለየ እዩ ዝገብሮ ዘሎ ናይ ሕውነት ርክብ እዩ ንብል ኣለና ኣብ ወሽመጥ ዓደንን ምዕራባዊ ህንዳዊ ውቅያኖስን ዳግማይ ምልዕዓል ሽፍትነት ባሕሪ ኣብ ዝረኣየሉ ዘሎ እዋን፣ ሸፋቱ ባሕሪ ባንዴራ ኤርትራ ንዘንበልበለት መርከብ ነዳዲ ጨወ። እዛ ባንዴራ ኤርትራ ከም ዘንበልበለት ዝተገልጸት ኤምቲ ሲቡ ሓደ ዝተሰምየት መርከብ፣ ብዕስራ ነሓሰ'ያ ብሽዱሽተ ዕጡቓት ሸፋቱ ተታሒዛ። መንግስቲ ኤርትራ ዛጊት ዝሃቦ ወግዓዊ ሓበሬታ ወይ መግለጺ የለን። እታ መርገብ ግን፣ ብትካል ሕቡራት ኢመራት ዓረብ እትመሓደር ኮይና፣ እገዳ ኣመሪካ ንምሕላፍ ነዳዲ ኣብ ምስግጋር ንዝነጥፍ ናይ ኢራን ጸሊም ዕዳጋ ኣካል እያ ብዝብል ክሲ ካብ ዝሓለፈ ዓመት ጀሚሩ ብሚኒስትሪ ፋይናንስ ኣመሪካ ማዕቐብ ተነቢሩላ ዝጸንሐት እያ። ኣብታ መርከብ ዓሰርተ ሽዱሽተ ህንዳውያን፣ ሓደ ሶርያዊ፣ ሓደ ሱዳናዊ ከምኡ'ውን ሓደ ዒራቓዊ ዝርከብዎም ዕስራ ሰራሕተኛታት ኣለው። ዜግነት ናይቲ ሓደ ሰራሕተኛ ግን ንግዝኡ ኣይተፈልጠን። መንነት እቶም መጥቃዕቲ ዝፈጸሙ ኣካላት'ውን ብዛጊድ ኣይተፈልጠን። ካብ ዕስራን ሓደን ሚያዝያ ጀሚሩ ብሰንኪ መጥቃዕቲ ሸፋቱ ባሕሪ ሶማልያ ዘተተሓዛ መራኸቢ ኦርኖ ዕስራን ሓሙሽተን፣ ስዋርዲ፣ ዩሬካ፣ ኣሳና ከምኡ'ውን ሉቱፍ ይርከበእን። እዚ ከምዚ'ሉ ከሎ ኣብ ፑንትላንድ ባንዴራ ካሜሩን ንዝነበራ ናይ ጽዕነት መርከብ ናብ ዝጨወዩ ሸፋቱ ባሕሪ ቀረባት ከስግሩ ኣብ ልዕሊ ይዳለዉ ነይሮም ዝተብሃሉ ውልቀሰባት ብዝተፈጸመ መጥቃዕቲ ሰብ ኣልቦ ነፈርቲ ትሽዓተ ሰባት ተቐቲሎም። ሰበስልጣን እቲ ከባቢ እቲ መጥቃዕቲ ብቱርኪ ከምዝተፈጸመ እኳ እንተገልጹ፣ ቅድሚ ሕዚ ሓይሊ ባሕራ ኣብቲ ዞባ መጥቃዕቲ ሰብ ኣልቦ ነፈርቲ ኣካይዱ ብዝብል ካብ ቢቢሲ ርእይቶ ክትህብ ንዝቐረበላ ሕቶ መልሲ ኣይሃበትን። እዚ እቶም ሸፋቱ ነታ መርከብ ንምልቃቕ ክልተ ሚልዮን ዶላር በጃ ድሕሪ ምሕታቶም ዝተፈጸመ መጥቃዕቲ እዩ። ኣብ ዝሓለፈ ሰሙን መንነቶም ዘይተፈልጡ ቀርሰንቲ ኣብ ገምገም ባሕሪ የመን ነታ ባንዴራ ኤርትራ ዝነበራ መርከብ ነዳዲ ኣብ ትሕቲ ቀይዲ ካብ ዘእትዉ ንደሓር ምልዓል ሽፍትነት ባሕሪ ዳግም ከዘራርብ ጀሚሩ ኣሎ። መርከብ ናይ ኤርትራ ተጨውያ ድብል ሓበሬታ ሰሚዕና ብዙሕ ብዙሓት ኤርትራውያን ከማን ብጣዕሚ ብዘሕዝን መልክዑ ዋላ ገለ ገለ ሃገራውያን ሚድያታት ባይዘወይ ሓድ እቲ እትረኽብዎ ሓበሬታ ኣሎ ኣይቲ ሓበሬታ ኣይኮነ ልቢ ወለድ እዩ ብዙሓት ገለ ገለ ናይ ፓናማ መራኽብ ኣለዋ ብናይ ኤርትራ ባንዴራ ገይሮም ወይ ብናይ ኤርትራ ላይሰንስ ገይሮም ዝሰርሑ ኣለዉ እዚ ብዙሕ ግዜ መንግስቲ ኤርትራ ወይ ኤርትራ ነዚ ዓው ኢላ ጠሪዓትሉ ገሊኡ መልሲ ዝረኸበ ኣለዉ ገሊኡ ኣብ መስርሕ ናይ ምፅራይ ገለ ኣለዉ ኣብዚ ናይ ኣጽዋር ናይ ምትሕልላፍ ኮንትሮባንድ ድማ ገሊኤን ናይ ፓናማ መርከባት ገሊኤን ናይ ኣዘርባጃን መርከብ ብናይ ኤርትራ ባንዴራ ገይሮም ወይ ብናይ ካልእ ሃገር ናይ ኤርትራ ጥራይ ዘይኮነ ብናይ ካልእ ሃገር ባንዴራ ገይሮም ገበናት ኣብዚ ዓለም ዝስራሕ እዚ ኤርትራ ንእሽተይ ሃገር ስለ ዝኾነት ዝሰምዓ ይብላን ዓቕማውን ውሱን ስለ ዝኾነ ካብ ምባል ክኸውን ይኽእል። በቲ ሓደ ወገን ድማ ወል ኣርቲኩሌትድ ዝኾነ ንሃገረ ኤርትራን ንመንግስቲ ኤርትራን ንምኽሳስ ተባሂሉ ኣብዚ ናይ ግብረ ሽበራ ኣብ ዝግበር ናይ ዘይሕጋዊ ኣጽዋር ምትሕልላፍ ንኣብነት ከም በዓል ኣልሸባብ እዚ ቀደም ናይ ብእስላሚስት ዝግበር ዝነበረ ምንቅስቓሳት ገለ ዳይረክት ንምውንጃል ልክዕ ከምቲ ካብ ኣስመራ ባይደዋ ከይዳ ብረት ንኣልሸባብ ሂባ መንግስቲ ኤርትራ ገለ ድብል ክስታት ኣሎ ከምኡ ተወሳኺ ንምግባር ተባሂሉ ዝተገብረሉ ኣብዚ ናይ ትማሊ እዛ መርከብ ተታሒዛ ደላ ባይዘወይ ንብረትነታ ናይ ፓናማ መርከብ እያ ብናይ ኤርትራ ባንዴራ ትኸይድ ዝነበረት እያ ፍላግ ብላግ ሎሚ ካብ ኢበይ ክትገዝእዎ ትክእሉ ኢኩም ሓቀይ ድየ ባንዴራ ናይ ኤርትራስ ካብ ኢበይ ከተምጾ ትክእል ኢካ ብዙሕ ኣገዳሲ ኣይኮነን ኣብ ገዛካ ውን ትሰፍዬ ትክእል ኢካ ስለዚ ፍላግ ናይ ኤርትራ ምግበራ ዋንነታ ናይ ኤርትራ ኣይኮነትን ነተን ነታ መርከብ ዝመርሕዋ ዝነበሩ ከኣ ደቂ ወጻኢ እዮም ህንዳውያን ነይሮሞም ዝተታሕዙ ኣለዉ ዋንነታ ውን ናይ ሓደ ኣብ ፓናማ ዝርከብ ሃብታም ሰብ ከም ዝኮነት ውን ተፈሊጡ ኣሎ መብዛሕትኡ እታ እተን መራክብ ከምኡ ዓይነት መራክብ ኣብዚ ኢንተርናሽናል ናይ ማይ መስመር ናይ ኮንትሮባንድ ስራሕ፣ ናይ ሂዩማን ትራፊኪንግ ከምኡ ውን ናይ ኣጽዋር ናይ ዘይሕጋዊ ዝኾኑ ሓይልታት ከም በዓል ኣርኤስኤፍን ካልኦትን ብሕቡእ ከም በዓል ኣልሸባብ ካልኦትን ብሕቡእ ዘመሓላልፋ መራኽብ እየን።
I am ስኒት ሃብተኣብ ተወልደመድህን the very first

እዚ ናይ ጡብ ካንሰር ድማ ናብ ብዙሓት ደቂ ኣንስትዮ ንኸይመሓላለፍ ደቂ ኣንስትዮ ኣብ ዘለወን ንቕሓት ንኽዕብያ ንኸምኡ ዓይነት ፀገም ዘለዋ ንኽሕከማ ክትሰርሕ ምዃና እውን ተዛሪባ። ካልእ ካብ ዕላማታታ እውን ሓፍታ ዳውን ሲንድሮም ስለዝኾነት ንሓፍታ ጥራይ ዘይኮነ ካልኦት ሰባት ከምዚ ዓይነት ቆልዑ ዘለዎም ብሓፈሻ ስፔሻል ኒድ ሓቢሮም ትምህርቲ ንኽረኽቡ ምስ ኩሉ ተሓዊሶም ክትሰርሕ ምዃና ብሓፈሻሲ ዓበይቲ ዓበይቲ ዕላማታት ዘለዋ፣ ካብቲ ናታ ጸገማት ተበጊሳ ዕላማኣ ኣብዚ ትካይዶ ዘላ ውድድር ምዕዋት ጥራይ ዘይኮነሲ ድሕሪዚ ውድድራት'ውን ኣብ ዓበይቲ ፕሮጀክት ክትሳተፍ ድልየት ከም ዘለዋን ትሰርሓሉ ከም ዘላን'ያ ትሕብር። ናብዚ ውድድር ምስ ንመጽእ ብድምጺ ናይ ህዝቢ ቀዳመይቲ ኮይና ትመርሕ ኣላ፣ ርእይዎ ሓሙሽተ ሚእቲ ሽሕ'ውን መሊኣ ክትሓድር ትኽእል'ያ፣ እታ ትስዕባ ዘላ ኢትዮጵያዊት'ያ። ከም ቀዳማይ መልእኽቲ ከሕልፎ ዝደሊ ስኒት ማዕረ ክንደይ ሓያል ምዃና፣ ውሽጣዊ ዘሎዋ ጽባቄ ንካልኦት ደቂ ኣንስትዮ ውን ኣርኣያ ክትከውን ስለ ዝኮነት ክትድገፍ ይግባኣ ኢዩ ክትሕገዝ ይግባኣ ኢዩ ስለዚ ከይተሓለልና ክንሕግዛ ኣለና ማለት ኢዩ እዚ ድምጺ እኳ ዳርጋ ብዕጽፊ ኢዩ ዝምራሕ ዘሎ ማለት ኢዩ ቀንዲ ካብቲ ክንገብሮ ዘለና ግን ሓደ ነገር ኢዩ ኣብቲ ናይ ኢትዮጵያ ከድካ ዝኮነ ነገር ዘይምጽሓፍ፣ ስእልናታ ዘይምግባር፣ ንመራሕ ኣለና ዘይምባል፣ ኢትዮጵያውያን ብብዙሕ ነጥቢ ስለ ዝብለጹ ዘለዉ፣ እዞም ኩሎም ማዕከናት ዜና ናይ ኢትዮጵያ ሰሪሖም እንከለዉ ከማን ብዕጽፊ ንበልጾም ዘለና፣ ንከርክቡዋ ተኽእሎ የለን። ከርክቡዋ እንተኾይኖም ግን ህልኽ ነቲ ጉዳይ ዝያዳ ምስ ዘሕውሱሉ እዩ። ነቲ ህልኽ ክነዕብዮ ንኽእል ከኣ ንሕና ስለ ዝኾና ብዝተኻእለ መጠን ህልኽ ዘየእቱ ነገር ክንገብር ክንክእል ኣለና። ድሮ ሰኑየ ሰሉስን ካልእ ኣጀንዳ ስለ ኢትዮጵያ ዝመጽእ ነዚ ጉዳይ ረሲዖም ናብ ካልእ ስርሖም ምኻዶም ኣይተርፍን እዩ። ንምንታይ እየ እንተ ትተሃለኽ ኣለኻ ኮንካ ኩልኻ ዝያዳ ገንዘብ ስለ እተጥፍእ ትርፊ የብሉን። ስለዚ ከምዛ ዝበልኩኹም ጌርና ቀጻሊ ንዓኣ ድምጺ ንሃብ። ሊንክ ውን ኣብ ቦታ ናይ ፌስቡክ ኮመንት ክገብረልኩም እየ ኣብ ናይቱብ ውን ጌረዮ ቀንየ ኣለኹ። ላይክ ኣይትረስዑ። ብሩኽ መዓልቲ ኣይሳእንና ጋዝ ያኒስ ነሽ ጋብ ሃገረ ጅርመን የቐንየለይ። ቐታሊ ዘውዲ ክሳዕ ሎምዓንቲ መን ምኻኑ የፈለጥናይ ምኽንያቱ ኣብ ፍርድቤት ሰዓት ማስክ ጌሩ ስለ ልነበረ ከዚ ግን ፎቶኡ ወጺልኹም እንዮ ምስ መንጃ ፍቓዱ እዚ ይመስል ያሬድ ገብረስላሴ ደቂ ዓበቲ ደቂ ወዲ ኮኔሬል ገብረስላሴ እዩ ሶ ፍትሒ ኣይነረጋግጺ ብምባል ብነጻ ኢሎም ለቂቖምኻ ኣለዉ ተምልጥ ግን ከይመስለካ